ሰላም ሰላም ኩቡራት ተኻታተልቲ መደበይ ኣኣብ ዘለኹሞ ሰላምኩም እብዛሕ እምባርከስ ናይ ሎማዓንቲ መደበይ ከምዚ ኣብዛ ኣረስትን ኣብዚ ቪድዮን ትካታተልዎ ዘለኹም ይከውን እዛ ቪድዮ ኣዝያ ጠቓሚትን መሃሪትን እያ ኩቡራት ይሕዋት ኣብዛ ቪድዮ እንሪኦ ሎማዓንቲ ኩላትና ደቂ ሰባት ዳርጋ መብዛሕትና ብፍላይ ኣብዚ ዘለናዮ ግዜ ገሌና ብኣንነት ገሌና በቃ ከምዚ ብዓሌትነት ብገለ መለ ዝተባዓጥና ኢና በቃ ኣብዛ ኣንነብረላ ዘለና ዓለምሲ ከምዚ ንዘል ኣለም ንነብር በቃ ንገለገለ ሰባት እዚ ድኻ እዩ እንዳበልና ነብል ገሌና ብዓሌትነት ብፖለቲካ ብጣዕሚ ኣብ ከቢድ ኩነታት ኢና ንርከብ ዘለና ዓለምና ብምልኣ ማለት እዩ ሕጂ ክንመሃረሉ ዘለና እዛ ዓለም ገዛ ክራይ ምዃና ንዘልኣለም ከም ዘይንነብር፣ ንግዜኡ ከም ንነብር ኣብዛ ዓለም፣ ክንፋቐር ከም ዘለና፣ ምስ ሓውና ክንሳነ ከም ዘለና፣ እንዳ ሰሓቕና እንዳ ተጻወትና ብፍቕሪ ካብዛ ዓለም ክንከይድ ከም ዘለና። እዛ ንነብረላ ዘለና ዓለም ሓጻር ምዃና፣ መዓር ክንደይ ሓጻር ምዃና፣ ንግሆ ኣለኹ እንዳ በልካ ወይ ከኣ ንሓደ ሰብሲ ንግሆ ትርእዮ ምሽ፣ ምሸት ግን ዘይትርእየሉ ግዜ ኢና በጺሕና። ስለዚ ክንመሃረሉ ዘለና ነገር ምስ ኣሕዋትና፣ ምስ ቤተሰብና፣ ምስ መቕርብና ኮታ ምስ ኩሉ ሰብ ብፍቕርን ብስኒትን ክንነብር ከም ዘለና እዩ። ክንርሰዖ ዘይብልና ከዓ እዛ ንነብረላ ዘለና ዓለም ማዕረ ክንደይ ሓፃር ምዃና ክንደይ ኣሕዋትና ኣለዉ ዓሰርተታት ከይበፅሑ ዝተፈለዩና ብኣና እንድሕር ኬና ከዓ ሰላሳ ከይበፃሕና ክንመውት ንኽእል ብሓፈሻ ግን በቃ እስከ በቲ ገምጋም እንድሕር ኬና ክሳብ ደቂ ሱሳ ሰብዓ ኢና እንተ ነበርና ብሚእታዊት ተኾይኑ ከኣ ሰማንያ እስከ ብሕጂ ገሌና ሰላሳ ዓመት ገሌና ኣርባዓ ዓመት ብሕጂ ነዚኣ ጥራይ ኢና ክንነብር ነዚኣ እዚ ከማን ዕድለኛታት እንድሕር ኮይና ኢና ገሌና ከኣ እስከ ይኹን ሓምሳ ዓመት ሓምሳ ዓመት ብሕጂ ኢና ተነበርና ክሳብ ደቂ ሱሳ ሰብዓ እዚኣ እየ በቃ መዓር ክንደይ ሓጻር ምዃና ንርኢ ኣለና እሞ ፕሊስ ነንሕድና ንፋቐር ካብዚ ዓሌትነት ተንኮል ገለመለ ንውፃእ ነንሕድና ፒስ ንኹን ገሌና ገንዘብ ስለ ዘለና ንድኻታት ምንዓቕ ገሌና ብፖለቲካ ብዘረይነት ገለ ካብ ከምዚ ንውፃእ ምሳና በዓል ፋሲካ ኣብዒሎም ርሑስ በዓል ፋሲካ ኢሎም ምስ ቤተሰቦም ምስ ህዝቦም ኣብዒሎም ንምሸቱ ሞይቶም ዝተረኸቡ የሕዋትና ኣለዉ። ብዝያዳ ብዛዕባ ዝኸውን እዩ ናይ ሎማዓንቲ መደበይ እስከ በዛ ቪድዮ እዚኣ ንጀምር። ርእሰ ሊቃነ ጳጳሳት ኣቡነ ፍራንሲስ ከም ዝዓረፉ ተገሊጹ። ርእሰ ሊቃነ ጳጳስ ካቶሊካዊት ቤተክርስቲያን ኣቡነ ፍራንሲስ ኣብ መበል ሰማንያን ሸሞንተ ዓመት ዕድመኦም ሶኑይ ዕስራን ሓደን ሚያዝያ ኣብ መንበሪ ቤቶም ካስ ሳንታ ማርታ ቫቲካን ከም ዝዓረፉ ተገሊጹ። ብፁዕ ካርዲናል ፋራን ንሞት ርእሰ ሊቃነ ጳጳስ ፍራንሲስ ክቡራት ኣሕዋትን ኣሓትን ሞት ቅዱስ ኣቦና ፍራንሲስ ብዓሚቕ ሓዘን እነግር ክብል ንዓለም ኣረዲኡ። ሎሚ ንግሆ ሰዓት ሸውዓተን ሰላሳን ሓሙሽተን ብኣቋጽራ ተኻባበ ጳጳስ ሮማ ፍራንሲስኮ ናብ ቤት እግዚኣብሔር ተመሊሶም ምሉእ ሕይወቶም ንኣገልግሎት ጐይታን ቤተ ክርስቲያንን ዝተወፈዩን ነይሮም ኢሉ። ሞት ርእሰ ሊቃነ ጳጳሳት ዝኸውን ዘሎ ብሰንበት ንበዓለ ትንሣኤ ኣመልኪቶም ኣብ ኣደባባይ ቅዱስ ጴጥሮስ ቫቲካን ዝተኣከበ ሕዝበ ዝውቱር መልእኽቲ ድሕሪ ምሕላፎም ዕስራን ኣርባዕተን ሰዓታት ኣብ ዝመልእ ጊዜ እዩ።
Cari fratelli e sorelle, Buona Pasqua!
እቶም ጳጳስ ኣብ ዓረብያ ኮይኖም ብባልኮኒ ባዝላክ ቅዱስ ጴጥሮስ ቀሪቦም ክቡራት ኣሕዋትን ኣሓትን ርእስ በዓል ፋሲካ ኢሎም እዚ ልሙድ መልእኽትን በረኸትን ብሓጋዚኦም እናተነበበ ኮፍ ኢሎም ይዕዘቡ ነይሮም።
ማይስትሮ delle cerimonie di leggere il messaggio
ሞት እቶም ጳጳስ ዝነገሩ ብጽእ ካርዲናል ብተወሳኺውን ኣቡነ ፍራንሲስኮ ንኽብርታት ወንጌል ብተኣማንነትን ትብዓትን ኣድማሳዊ ፍቕርን ክንነብር ብፍላይ ድማ ንዝደኸዩን ኣዝዮም ዝተገለሉ ንምድጋፍ ምሂሮም ኢሉ ከም ሓቀኛ ወዲ መዝሙር ገይታ የሱስ ኣብነታዊ ተግባራቶም ብዓሚቕ እናኽበርና፣ ነፍሲ ርእሰ ሊቃነ ጳጳስ ፍራንቸስኮ ነቲ ደረት ኣልቦ ምሕረት ዝመልኦ ፍቕሪ እቲ ሓደን ስላሴን ኣምላኽ ነመስግን ኢሉ። ፕረዚዳንት ፈረንሳ ማኑኤል ማክሮን ቀዲሙ መልእኽቲ ሓዘን ዘስምዐ ኮይኑ፣ ኣቦ ትሕትና ወትሩ ኣብ ጎኒ ውጹኣትን ግሉላትን ክብል ገሊጹ። ካልኦት መራሕትን ሰበ ስልጣናትን ዝተፈላለያ ሃገራት መልእኽትታቶም የመሓላልፉ ኣለዉ። ቀዳማይ ፈላማይ ላቲን ኣሜሪካዊ ርእሰ ሊቃነ ጳጳሳት፣ ነዚ ዝለዓለ ሃይማኖታዊ መሪሕነት ዘብቅዑ ፈላማይ ደቡባዊ ኣሜሪካዊ እዮም። ካብ ኣርጀንቲና ብምዃኖም ኤውሮጳዊ ዘይምንባሮም ነቲ ቦታ ፍልይ ይገብሮም። ካልኣይ ፈላማይ ኢየሱሳዊ ርእሰ ሊቃነ ጳጳሳት፣ ንካቶሊካዊት ቤተ ክርስቲያን ዝመርሑ ናይ መጀመርታ ኣባል ማሕበረ ኢየሱስ እዮም። ሥርዓተ ኢየሱሳውያን ብመንፈሳውነቱ ናይ ዕርቂ ተልእኾኡ ልዕሊ ኹሉ ድማ ንማሕበራዊ ፍትሒ ዘለዎ ተወፋይነት ይልለ። እዚ ድማ ክሳብ ሕጂ ብዝያዳ ዓቃባውያን ጽላታት ቫቲካን ብጥርጣረ ዝረኣ እዩ። ሳልሳይ፣ ኣብ መንጎ ሃይማኖታት ዝግበር ዘተ ኣቡነ ፍራንስስ ቅድሚኦም ዝነበሩ ሊቃነ ጳጳሳት ብዘይገበርዎም መንገዲ እታ ቤተ ክርስቲያን ንደገ ርሕውቲ ገይሮምዋ ዝብል ናእዳ ይቐርበሎም። ምስ መራሕቲ እስልምናን ኣይሁድን ታሪኻዊ ኣኼባታት ምክያዶም ሓዊሱ ምስ ካልኦት ሃይማኖታት ቀጻሊ ርክብ ነይርዎም። ራብዓይ፣ ኣሳታፍነትን ሓቛፍነትን። ኣቡነ ፍራንሲስ ቤተ ክርስቲያን ንማንም ማዕጾኣ ክትዓጹ የብላን፣ ኣብ ውልቃዊ ሕይወት ድማ መንፈሳዊ ምትእትታው ክትገብር የብላን፣ ምኽንያቱ ኣምላኽ ሓራ ገይሩ'ዩ ፈጢሩና ዝልለ መርገጺ ነይርዎም። በዚ መንጽር ዝተፋትሑ ካቶሊካውያን ቁርባን ክቕበሉ ዘፍቀዱ ናይ መጀመርታ ርእሰ ሊቃነ ጳጳስ'ዮም። ሓሙሻይ ተራ ደቂ ኣንስትዮ። ካብ ተሃድሶ ኣይሁድነት ክሳዕ እቲ ዝያዳ ገስጋሲ ጨናፍር ፕሮቲስታንት፣ ደቂ ኣንስትዮ ናይ መሰውኢታት ከድሂባ ፈቒደን እየን። ይኹን እምበር ኣቡነ ፍራንሲስ ንባህሊ ካቶሊክ ብምድጋፍ ንደቂ ኣንስትዮ ካህናት ናብ ጳጳስና ምቕባእ ስነ-መለኮታዊ ጸገም እዩ ብምባል ተቓዊሞም። ክቡራት የሕዋት ብዝያዳ ንኣቦና ሊቀ ጳጳሳት ኣቡነ ፍራንሲስ መንግስተ ሰማያት የዋርሶም ንመላእ ስድራቤትን ፈተውትን ቀረብትን ብሓፈሻ ነታ ቤተክርስትያን ድማ እግዚኣብሔር ኣምላኽ ምሉእ ምጽንናዕን ሓይልን ይሃቦም ናይ ብሓቂ ብጣዕሚ ዘሕዝነካ ትማሊ ምሳና ናይ እንኳዕ ሓጎሰኩም ኢሎም ርሑስ በዓል ፋሲካ ኢሎም በታ ዘላቶም ማለት እዩ ናይ ብሓቂ እዚ ዓብይ ጸጋ እዩ በታ ዘላቶም ናይ መወዳእታ ትንፋስ ርሑስ በዓል ፋሲካ ኢሎም ብሓይሊ ተደጊፎም በቶም ናቱ ማለት እዩ ግን ኣብ ውሽጢ ገለ ዝተወሰኑ ሰዓታት ከዓ ሞቶም ሰሚዕና ማለት እዩ ናይ ብሓቂ ብጣዕሚ ዘሕዝነካ በዚ ኣጋጣሚ እዚ መሪር ሓዘነይ ክገልፅ ፈቱ መንግስተ ሰማያት የዋርሶም ንመላእ ስድራ ቤትን ቀረብትን ፈተውትን ድማ ብሓፈሻ ነታ ቤተ ክርስቲያን እዝጋብሄር ኣምላኽ ምሉእ ምጽንናዕን ሓይልን ይሃብ ክብል ፈቱ። ከምኡ ድማ እስከ ናብቲ ቀጻሊ መደበይ ከብለኩም ክቡራት ይሕዋ እዚ ንሪኦ ዘለና ኣርቲስት ሰሎሙን ተካልኝ ይበሃል። ሃንደበት ከም ዝዓረፈ ወይ ከዓ ሃንደበት ከም ዝሞተ እዩ ኣብ ሜድያታት ተዘርጊሑ ዘሎ። ናይ ብሓቂ ብጣዕሚ እዩ ዘሕዝነካ። እሱ እውን ምስ ስድራ ቤቱ ምስ ቤተሰቡ ርሑስ በዓል ፋሲካ ኢሉ ፋሲጋ ወይ ከኣ እዚ ዝነበረ በዓል ትማሊ ብጽቡቕ የሕሊፉ ድሕሪ ዝተወሰነ ሰዓታት ድማ ሃንደበት ሓሚመ ብምባል ሃንደበት ዓሪፉ እንታይ እቲ ጠንቂ ብዝያዳ ጥልቕ ኢሉ ዝተዘርግሐ ክሳብዛ ሰዓት እዚኣ የለን ማለት እዩ ግን ሓሚሙ ሕክምና ከም ዝኸደ ሃንደበት ማለት እዩ ናይ ሃንደበት ኣብቲ ናቱ ፔጃት ገለመለ ከይደ ነይረ ፖስት ዝብል ነይሩ ኣብዚ መዓልታት ሲ ፖስት ዝብል ነይሩ ቅድሚ ዝተወሰነ መዓልታት እውን ህይወት ማዕረ ክንደይ ሓፃር ምዃና ፖስት ኢሉ ነይሩ ቪድዮ ንሳ እውን ሓቢርና ክንሪኣ ኢና እዚ ስነ ጥበባዊ ሰሎሙን ግን ኣብዚ ዝነበረ ናይ ፖለቲካ ወይ ከዓ ኣብዚ ዝነበረ ኩናት ናይ ትግራይን ኢትዮጵያን ኤርትራን በዚ ኩናት እዚ ኣብ ጎኒ ህዝቢ ትግራይ ብምዃን ንህዝቢ ትግራይ ድምፂ ዝህብ ዝነበረ እዩ ክቡራት ኣሕዋት ብሓፈሻ ግን ህይወት ርእዋ ትማሊ ትማሊ ምስ ቤተሰቡ በዓል ኣኽቢሩ ትማሊ ትማሊ ርሑስ በዓል ፋሲጋ ኢሉ ፋሲጋ ምስ ቤተሰቡ ተዛናጊዑ ኣብኣ ከሎ ሃንደበት ግን ድሕሪ ዝተወሰነ ሰዓታት ግን ሞቱ ተሰሚዑ ሃንደበት ዓሪፉ ሃንደበት ሞይቱ ብጣዕሚ ዘሕዝነካ ሕጂ ረእይዋ ህይወት መዓር ክንደይ ሓጻር ምዃና ንግሆ ርኢኻዮ ሓደ ሰብ ንምሸቱ ዘይትርእየሉ ግዜ ኢና በጺሕና ዘለና ብዙሓት እዮም ከምዚ ኮይኖም ዘለዉ ትርእይዎ ኣለኹም ስለዚ ነይነይቲ ህይወት ኢና ሓንሳብ ሓንሳብ ብፖለቲካን ብገለን ነንሕድና ብጽልኢ ክንዝምር ወይ ከኣ ጽልኢ ወይ ከኣ መርዚ ካብ መልሓስና ክንተፍእ። በ በየናይ ነየነይቲ? ንዘልኣለም እኮ ኣብዛ ዓለም እዚኣ ኣይንነብርን ኢና። ሓደ ሰብ ከይተተንከፈካ ከይተንከፈካ ከሎ ከይቀረበካ ስምካ ከየልዓሉ ስቕ ኢልካ ትጸርፎ። ብፍላይ እዞም ሓደሽቲ ወለዶ ብፖለቲካ ኣፍልጦ ናይ ፖለቲካ ዘይብልና ነንሕድና ክንበኣስን ሰብ ከይተንከፈና ኣብ ጽልእን ኣብ ገለን ንነብር ዘለና ከምኡ ውን እዞም ሓደ ክልተ ኣሕዋትና ኣብ ጭንቀት ክርከቡ ዘለዉ ነየነይቲ ህይወት ኢኹም ትጭነቑላ ነየነይቲ ኣይትጨነቑ ክሳብታ ዘለኹም ብሰላምን ብፍቕርን ንበሩ ክብራት ይዋት በታ ዘላትኩም እታ ዘላትኩም እንዳበላዕኹም ነየነይቲ ህይወት ኢኹም ክትጭነቑ ነዛ ካብ ሰላሳ ኣርባዓ ዘይንሓልፈላ፣ ነዛ ካብ ስሳ ሰብዓ ዘይንሓልፈላ ተበጺሕና እኮ ከም ዝበልኩም እዩ። ሰብዓ ሰማንያ ኢና እኮ ብሕጂ ሱሳ ዓመት ብሕጂ ሰላሳ ዓመት። ስለዚ ሂወት መዓር ክንደይ ሓጻር ምዃና በዛ ቪድዮ እዚኣ እውን ክንርዳእ ንኽእል ኢና። ስለዚ ክቡራት ይሕዋት እግዚኣብሔር ኣምላኽ ብዝተፈላለዩ ነገራት ኣገባባትን ገይሩ ይምህረና ኣሎ፣ ቁጥዑ እውን የርእየና ኣሎ። ስለዚ ክንመሃር ይግበእና እዩ ንስሓ ንእቶ ናይ ብሓቂ ዝብለኩም ዘለኹ ንነሳሕ ምስ ኣሕዋትና ብዝተኻእለና መጠን ፒስ ንኹን ፖስቲቭ ማይን ይሃልወና በቃ ፅቡቅ ኣተሓሳስባ ይሃልወና ሰብ ወላ ሓንቲ ከይተንከፈካ ኣይትፅላእ ወላ ሓደ ከይገበረካ ኣይትበኣስ ምስ ቤተሰብኩም ምስ ኣሕዋትኩም ብውርሻ ብገለመለ ዝበኣስ ሰብ ኣሎ ነይነይቲ ነይነይቲ ህይወት

ቅድሚ ዝተወሰነ መዓልታት እዩ ነዛ ቪድዮ እዚኣ ፖስት ኢልዋ ቅድሚ ዝተወሰነ መዓልታት ህይወትሲ ሓጻር እያ በቃ ህይወትሲ ሓጻር እያ ናይ መወዳእታ ዘረቡ ቃሉ እሳ ነይራ ህይወት መዓር ክንደይ ሓጻር ምዃና ረእይዋ እዚኣ ዓሰርተ ግዜ ክደጋግማ ዝደሊ ህይወት ሓጻር እያ ህይወት ሓጻር እያ ነየነይቲ ህይወት ኢኻ እስኻ ምስ ቤተሰብካ ክትበኣስ? ነየነይቲ ህይወት ኢኻ ንስኻ ምስ ዝፈልጦምን ዘይትፈልጦምን ክትበኣስ? ነየነይቲ ህይወት ኢኻ ንስኻ ብገንዘብ ሓውኻ ክትቀትል ወይ ከዓ ሓውኻ ክትሸይጥ? ነየነይቲ ህይወት? ፅባሕ ኣለኻን የለኻን ዘይትፈልጥ ስነ ጥበባዊ ሰሎሙን እኮ ከምዚ ከማና ፋሲካ ኣብዒሉ ተሓጒሱ ምስ ቤተሰቡ ፅቡቕ ተዘናጊዑ ንምሸቱስ ሞይቱ ሞቱ ሰሚዕና ኣየሕዝነኩምን ክቡራት የዋት ኣብ ኣሜሪካ እዩ ዝቕመጥ ነይሩ ምስ ቤተሰቡ ምስ ስድራ ቤቱ ምስ ደቁ ደቁ ኣለዎ ውላድ ኣለዎ ስለዚ እዚኣ እታ ህይወት ደጊመ ደጋጊመ ኩሉ ግዜ ዝብለኩም ፖስቲቭ ሰባት ንኹን ምስ ኣሕዋትና ይንበኣስ እዚ በዓሌትነት ዶ ብኣውራጃ ክንቃተሉ ክንጫፋጨፉ ክንፃረፎ ንውዕል ዘለና ነይነይቲ ኢኻ ነዛ ህይወትካ ዝሓዝካላ ዘይብልካ ብዛዕባ ሃገረይ ዶ ከምዚ ዶ እንዳበልካ ክልቴኻ ይሕዋት ክትበኣስን ክትጫፋጨፍን ነየነይቲ ህይወት እታ ሃገረይ ንብላ ዘለና ዘይክንነብረላ እኮ ንኽእል ኢና ክቡራት ይሕዋት ዘይክንቅመጠላ እውን ንኽእል ኢና እኮ ክቡራት ይሕዋት ሕጂ ስለዚስ ክልቴኻ ንሃገረይ እንዳበልካ ደምካ ክትፋሰስ ብጣዕሚ የሕዝነካ እዩ ስለዚ ካብዚ ከምዚታት ንውጻእ ንሓውና ኣርቲስት እዝጋብሔር ኣምላኽ መንግስተ ሰማያት ይዋርሶ ንመላእ ስድራ ቤት እውን እዝጋብሔር ኣምላኽ ሙሉ ምጽንናዕን ሓይልን ይሃቦም በዚ ኣጋጣሚ እዚ መሪር ሓዘነይ ክገልጽ እፈቱ እዚ ኣብዚ ጎነይ ትሪእዎ ዘለኹም ኤርትራዊ ኖርዌጃዊ መትከል ቢተው ኩላትና ኣብ ሜድያ ንሪኦ ኣለና ብብዝሒ ሸር ይበሃል ኣሎ ኣብ ቲክቶክ ይኹን ኣብ ፌስቡክ ይኹን ብዙሓት ጻዓዱ ይኹኑ ዋላ ሓበሻ ሓበሻ እኮ ውሕዳት እዮም ሓቂ ተሓሸር ዝብልዎ ዘሎ ብብዝሒ ግን እዞም ጻዓዱ ዋላ ኣብ ሚድያታት ኣብ ጎጉል ይኹን ዋላ ገለ ግን ብብዝሒ ይሸርብልዎ ኣለው እንታይ ኮይኑ ሓቢርና ክንሪኦ ኢና ካብዚ እውን ብዙሕ ክንመሃር ይግበአና እዩ ብፍላይ እዞም ንኣሽቱ ወለዶ ኣብ ናተይ ዕድመ ትርከቡ ዘለኹም ብዙሓት ሰባት ኣብ ጸሊም ነገራት ኣብ ዘይሕጋዊ ነገራት ንነጥፍ ሰባት ኣለና ሓሽሽ ኣብ ምሻጥ ዶ ዝተፈላለዩ ነገራት ዘይሕጋዊ ነገር ንገብር ሰባት ኣብ ስርቅን ገለን ንዋፈር ሰባት ሰብ ኣብ ምቕታል ንዋፈር ሰባት ኣለና እሞ ህይወት ሓፃረ ሕማቕ ነገር እንድሕር ትገብር ኮንካ ከዓ ሕማቕ ነገር ከም ዝገጥመካ ክትፈልጥ ክትክእል ኣለካ ሓውና መትከል ድማ እንታይ ኣጋጢሞ ከመይ ነይሩ በቲ ኣብ ሜድያ ዝዝርጋሕ ዘሎ ሓቢርና ክንሪኦ ኢና ብሓፈሻ ግን ንሓውና መትከል እግዚኣብሔር ኣምላኽ መንግስተ ሰማያት ይዋርሶ ናይ ብሓቂ እዩ ዘሕዝነካ ኣብ ንኡስ ዕድሚ እዩ ካብዛ ዓለም ብሞት ተፈልዩና ዘሎ ከምኡ እውን ፍርቂ ዕድሚኡ ሲ ዳርጋ ረብዕ ዕድሚኡ ገለስ ኣብ እስር ቤት እዩ ሕሊፎ ብጣዕሚ የሕዝነካ ረብዒ ናይ ዕድሚኡስ በቃ ኣብ እስር ቤት እዩ ንከባቢ ዕስራ ገለ ዝኸውን ዓመታት ኣብ እስር ቤት እዩ ነይሩ ውፅእ ምስ በለ ከዓ ምስኪናይ ብጥይት ገይሮም ቀቲሎሞ። ብዝያዳ እቲ ዝዝርጋሕ ዘሎ ሓቢርና ንርኣዮ። ኤርትራዊ ኖርዌጃዊ መትከል ቢተው ትማሊ ሓሙስ ዕለት 17 ወርሒ 4 2025 ኣብ ኦስሎ ኖርዌይ ኣብ ሓደ ፓርክ ብጥይት ተቐቲሉ ሞይቱ። መትከል ቢተው ኣብ 2014 ብዝገበሮ ገበን ስርቂ ካብ ባንክ ንዓሰርተ ዓመታት ኣብ ቤት ማእሰርቲ ድሕሪ ምጽናሕ እዩ ኣብ ክልተ ሽሕን ዕስራን ኣርባዕተን ተፈቲሑ። ኣብ ክልተ ሽሕን ዕስራን ሓሙሽተን ከኣ ብጥይት ተቐቲሉ ማለት እዩ። ብጣዕሚ እዩ ዘሕዝነካ። ገለ ገለ ኮመንት ዝተጻሕፈ ኣሎ ንዕኡ እውን ሓቢርና ነንብቦ ክቡራት የሕዋት። ዕስራ ዓመት እዩ ካብ ክልተ ሽሕን ኣርባዕተን ክሳብ ክልተ ሽሕን ዕስራን ኣርባዕተን ብስርቂ ናይ ከባቢ ሓምሳን ኣርባዕተን ነጥቢ ሸውዓተ ሚልዮን ክሮነር ክሳብ ሕጂ ኸኣ ቀታሊ ኣይተፈለጠን ምኽንያቱ ኣብ ከባቢ እቲ ከተማ ዝርከብ ጫካ ብምዃኑ። ናይ ብሓቂ ብጣዕሚ ዘሕዝነካ ክቡራት የሕዋት ንኤርትራ እኮ ሃዲሙ ከይዱ ድሕሪ እቲ ገበን ዝፈጸሞ ምስ ዓበይቲ ኖርወጃውያን ገበንኛታት ንምንታይ ተመሊሱ ኣይፈልጥን ግን ኣብ ጀርመን ኤርፖርት ተታሒዙ ዕስራ ዓመት ከኣ ተኣሲሩ ኣብ ኖርወይ ከምዚ ኣብዚ ጽሑፍ ንሪኦ ዘለና ክቡራት ኣሕዋት ምስ ዓበይቲ ገበነኛታት ወይ ከዓ ሰረቕቲ ናይቲ ዓዲ ምስኦም ኮይኑ እዩ ሰሪቑ ብዙሕ ገንዘብ ሰሪቖም ድሕሪ እቲ ገበን ድማ ናብ ኤርትራ ከም ዝኸደ ብድሕሪኡ ብኸመይ ምክንያቱ ኣይፈለጠን እዚ ኣብ ኮመንት ዝፀሓፈ ወይ ከዓ ዝፀሓፈት ምስ ተመለሰ ግን ኣብ ጀርመን ከም ዝተተሓዘ እዩ ዝሕብር ዘሎ ኣብ ጀርመን ኤርፖርት ማለት እዩ ብሓፈሻ ብጣዕሚ ዩ ናይ ብሓቂ ዘሕዝነካ። ዝሰረቐሉ ክልተ ሽሕን ኣርባዕተን፣ ዝተፈረደሉ ክልተ ሽሕን ዓሰርተ ኣርባዕተን፣ ዝተፈተሓሉ ክልተ ሽሕን ዕስራን ኣርባዕተን፣ ዝቐተልዎ ክልተ ሽሕን ዕስራን ሓሙሽተን። ብሓፈሻ ግን ብጣዕሚ ዘሕዝን ክቡራት የሕዋት። እዝጋኣብሔር ኣምላክ መንግስተ ሰማያት የዋርሶ ንመላእ ስድራቤት እውን ምሉእ ምጽንናዕን ሓይልን ክህቦም በዚ ኣጋጣሚ እዚ ይምሕጸን ወይ ከዓ ይምነ ናይ ብሓቂ ናይ ብሓቂ ኣዝዩ ከቢድ እዩ ፍርቂ ዘመኑ ኣብ ማእሰርቲ ዘሕለፈ ሓበሻ ተቐንጺሉ ድሕሪ እቲ ኣብ ኖርወይ ስታቫንገር ጥንቆኦን ብዝተወደበን ኣገባብ ኣብ ዓመተ ክልተ ሽሕን ኣርባዕተን ዝነበረ ዝምታ ትካል ኖካስ ናይ ሓምሳን ሽዱሽተን ነጥቢ ኣርባዕተ ሚልዮን ክሮነር ዝበጽሕ ዝዓበየ መጠን ገንዘብ ምዝማቱ ዝተገብረ ሃድን ኣባላት ዓሰርተ ሓሙሽተ ዝኣባላታ ጉጅለ ማፍያ ዝነበረ ወዲ ኣርብዓን ሽዱሽተን ዓመት መትከል ቢተው ዝሓለፈ ዓመት ወርሒ ሚያዝያ ድሕሪ ዕስራ ዓመት ካብ ማእሰርቲ ወጺኡ ንቡር ህይወቱ ክመርሕ ጸኒሑ። ኣብዚ ዝሓለፈ ቅንያት ግን ኣብ ኦስሎ ኦፕሳል ዝርከብ ጫካ ብኽልተ ጠያይት ተሃሪሙ ተቐቲሉ ተረኺቡ። እቲ ነዚ ዝወዓለ ቀንጻሊ በቶም ሰብ ፍሉይ ረብሓ ድሕርቲ ሓደ ፖሊስ ዝወሰደ ናይቲ እዋን ዝነበረ ስርቅን ስዒቡ ግን መጠን ሰፊሕ ምስጢራዊ ርክብ ጉጅለኦም ብሰንኪ ኣብቲ እዋን ወዲ ዕስራን ሽዱሽተን ዓመት ዝነበረ መትከል ምፍላጡ ዝተቐየሙ ናይ ቅድም ኣዕርኽቱ ተዓሲቡ ዝተገብሮ ምዃኑ ይንገር። እንተኾነ እቲ ብብዙሕ ክሲ ምቕታል ሰባት ዝፍለጥ ውልቀ ሰብ ኣብ ስዉር ቦታ እንከሎ'ዩ ኣብ ትሕቲ ቀይዲ ውዒሉ ዝርከብ። ፖሊስ ነቲ ጉዳይ ብዕቱብ ምምርማሩ ምዃኑ ፖሊስ እቲ ጉዳይ ብዕቱብ ክምርምሮ ምዃኑ የብርህ። ምዝማት ኖካስ ኣብ ታሪኽ ገበን ኖርወይ ዘስደምም ዝገርም ትርጉም ዘለዎ ምዕራፍ ኮይኑ፣ ኣብ ኖርወይ ድማ ዝተፈላለዩ ሰነዳዊ ፊልምታት ቶማስ ብርሃነ ናይ መትከል ንጉስ ቢተው ገጸ ባህሪ ብምሓዝ ተዋሲኡ እዩ። ክቡራት የሕዋት ብሓፈሻ ከምዚ ንሰምዖ ዘለና እዩ እቲ ዜና ንሓውና እዝጋብሄር ኣምላኽ መንግስተ ሰማያት የዋርሶ ንመላእ ስድራቤትን ፈተውትን ቀረብትን ድማ እዝጋኣብሄር ኣምላኽ ምሉእ ምጽንናዕን ሓይልን ክህቦም በዚ ኣጋጣሚ እዚ መሪር ሓዘነይ ክገልጽ እፈቱ ብሓፈሻ ግን መናእሰያት በጃኹም ነብስና ጎዲእና ስድራቤትና ኣይንጉዳእ ነብስና የሕዚንና ስድራቤትና ኣይነሕዝን ናይ ብሓቂ ኣብ ዘይተፈላለዩ ሕማቕ ነገራት ኣይንዋፈር መወዳእትኡ በቃ ኣብ ሕማቕ ኢኻ ክትወድቕ ንግዚኡ ምናልባት ንረብሕ ዘለና ድዩ ገለ ክመስለና ይኽእል እዩ ካልኣይ ከዓ መካየድትና ነፀብቕ መትከል ሓውና ብሰንኪ መካየድቲ እዩ ትሪእዎ ዘለኹም መካየድትና ፕሊስ ነፀብቕ መን እዩ መካየድትኻ ክትፈልጥ ክትክእል ኣለካ እንታዋይ እዩ እዚኣየ ክብል ዝደሊ ናይ ብሓቂ ብጣዕሚ ዘሕዝን ኩላትና ግን ካብዚ ክንምሃር ይግበእና እዩ ኩቡራት የሕዋት ናይ ሎማዓንቲ መደበይ ከም ዝመስል ብካልእ ትሕዝቶ ብካልእ መደብ ክሳብ ንራከብ ሰላም ወሰናይ ቻው